ንዓኹም ሓቶም በቲ ናትካ ገንዘብ ክትከፍሎ ይፍቀደላይ በቲ እስኻ ዝሃብካዮም ረሓዙለይ ኣቐምጡለይ ውሕስና ኣለኒ ኣብ ማዘስ ኣሚነኩም ትብሎም ብኡኡ ከፊላ ዕዳኣ ክትዓጽዎ ትኽእል እያ ይፍቀደላ'ዩ ብሕጊ ይፍቀደላ'ዩ ሕግታት ኣሎ ናይ ከምኡ እዚ ኸኣ ሙሉእ ኤሮጳ እዩ። ሰምንታይ ከምዚ ጌሮም ኣብ ክልተ ሽሕን ሸሞንተን ተረዲእዎም ካብ ሽዑ ኣትሒዙ ብሕጂ እኹል ባንክ እንዲና ክስታይ ረዲእና ካብ ብሕጂ ግን ካሎኦት ባንክ ከምኡ እንድሕር መሊሰን ኣብ ሽግር ኣትየን ክንረድእን ኣይንክእልን ኢና ኢሎም ፈሊጦም ኔሮም ንሳቶም ንባዕሎም ኣብ ዘይዕደኦም እዮም ኣትዮም ኣብቲ ግዜ እቲ ብሰንኪ እዚኤን ባንክ ሰንከልከል ዝበላ እቲኤን መንግስትታት ኣብዚ ዕደን ኣትየን ኣብቲ ግዜቲ መሊስና ግን ከምኡ ክንገብር ኣይንኽእን ኢና መሊሱ እንድሕር ኣብዚ ቀረባ ግዜ እዚ ተፈጺሙ ካልኦት ባንክ ሽዑ ከማን ኢሎምም መሊሶም ከኣ ሕጊ ቀይሮም ብውሕዱ ዕስራ ካብ ሚእቲ ኣይግን ካፒታል ናተን ናትን ገንዘብ ዝብሃል ቅሙጥ ዘይትንከፍ ክህልወን ኣለው ግን መብዛሕተን ባንክ ከምኡ የብለን የብለንን። የብለንን ሓደ ካብ ሚእቲ ክልተ ካብ ሚእቲ ሰለስተ ካብ ሚእቲ እንተለወን እዩ ከሞን ተረዲኩምኒ ስለዚ ክስታዩ ሓደ ክብለኩም ዝደሊ ንሕና ናትና ሓላፍነት እዩ እንታይ ኢና ንገብር መንግስቲ ክረድኣና እዩ ድሓን እንተ ከምኡ ኮይኑ መንግስቲ ሓገዝ ካብ ምንታይ ሓገዝ ክህበና ንባዕሉ ዝረድኦ ሲኢኑ ዘሎ መንግስቲ እንታይ እያ ክትገብር ከምዚ ዝትገብሮ ዘላ መሊሳ ገንዘብ እያ ሓድሽ ትሰርሕ ሓድሽ ገንዘብ ክትሰርሕ ከለከ እቲ ሚእቲ ሽሕ ናትካ መሊሱ እቲ ናቱ ዋጋ እንዳጎደለ እዩ ዝመፅእ ኢንፍሌሽን ብዝተዛዋሪ መገዲ ናታ ዕዳ ትከፍሎ ኣለካ ማለት እኳ እዩ ኢንፍሌሽን ይርደኣኩም ዶ ኣሎ እቲ ዕዳ ናታ ክትከፍሎ ስለዘይትክእል በቲ ዘሎ ገንዘብ በቲ ዘሎ እቶት ናይ ቀረፅ ኣብ ክንድ ቀረጽ ከኣ እንዳ ወሓደ እዩ ዝመጽእ ዘሎ። እንዳ ወሓደ ክብለኩም ከለኹ እቲኦም ብብዝሒ ቀረጽ ዝኸፍሉ እንዳ ወሓዱ እዮም ዝመጽኡ ዘለዉ ኣብ ዝኾነ ምዕቡል ሃገር። ስለምንታይ እቲኦም ሃብታማት ይሃድሙ እዮም ዘለዉ ካብ ኤውሮጳ። ካልእ ፓስፖርት ይሕዙ ኣለዉ። ንሕና ናይ ጀርመን ፓስፖርት ንደሊ ወይ ናይ ስዊድን ወይ ዋትኤቫ ናይዚ ምዕቡል ሃገራት እሳቶም ከኣ ናይ ኣፍሪቃ ፓስፖርት ሒዞም መታን ካብቲ ናቶም ሲስተም ናይ ቀረጽ ክወጹ ይሃድሙ ኣለዉ ካብ ዓዶም። እዚ ከኣ ንበይኑ ኣብ ካልእ ቪድዮ ሰሪሐዮ ኣለኹ። ክሳብ ወርሒ ሽዱሽተ ክንዲ ከተማ ማይንዝ ትኸውን ልዕሊ ክልተ ሚእትን ኣርባዓን ወይ ሓምሳን ሽሕ ኣብቲ ቪድዮ ጠቒሰዮ ኣለኹ ጽቡቕ ገይረ። ልዕሊኡ ክሳብ ወርሒ ሽዱሽተ ጥራይ ከመይ ዝኣመሰሉ ምሁራትን ብሉጻትን ሃብታማት ማለት'ዩ ሞስትሊ ኣካደሚካስ ማለተይስ ምሁራት ነቲ ሃገር ጠጠው ዘብልዎ ኢንጂነርስ ድዮም ሓካይም ድዮም ወት ኤቫ በዓልቲ ገንዘብ ንባዕሉ ወይ ብዓቢኡ ዓቢ ውርሻ ዘለዎም ወይ ፋብሪካታት ዘለዎም ዝሓለፈ ዓመት ክልተ ሽሕን ዕስራን ሓሙሽተን ክሳብ ወርሒ ሽዱሽተ ስታትስቲክ ጥራይ ዝወጸ ልዕሊ ክልተ ሚእትን ሓምሳን ሽሕ ሰባት ካብ ጀርመን ወጺኦም ናብ ካልእ ሃገር ክነብሩ ዳርጋ ልዕሊ ርብዒ ሚልዮን ማለት እዩ ተረዲኩምኒ ሓደ ሙሉእ ከተማ ማለት እዩ። ዝወጹ ዘሎ ዓመት ዓመት ካብዛ ዓዲ። እዚ ከኣ ፈትዮም ኣይኮኑን ሃገሮም ጸሊኦም ኣይኮኑን እቲ ኩነታት ስለ ዝተረድኦም እቲ ኩነታት ናይ ኢኮኖሚ ስለ ዝተረድኦም እቲኣ መንግስቲ ከኣ ዝያዳ ቀረጽ ስለ ትሓተና ዘላ ካብ ቅድሚ ሕጂ ሕጂ ከኣ እቲ ሰብ ይሃድም ኣሎ ሰብ ክሃድም ከሎ እቲ ብዓቢኡ ብብዝሒ ቀረጽ ዝኸፍል ምሁር ዝኾነ ከኣ እንታይ ትኸውን ኣላ እቲኣ መንግስቲ መሊሳ ጎደሎ ካብቲ ዝነበራ ቀረጽ ትእትው ኣላ በቲ ከኣ እቲ ዕዳ ናታ እንዳበዝሐ ይመጽእ ኣሎ በቲ ከኣ መሊሱ ዕዳ ከድልያ እዩ በርከ እቲ ቀረጽ ከም ቀደማ ኣይትቕበልን ኣላ ብምንታይ ደኣ ጽርግያ ክስራሕ ብምንታይ ደኣ እዚ ኩሉ ናይ መንግስቲ ሓገዝ ክወሃብ ተረዲኹምኒ ስለዚ እንታይ ክትገብር ኣለዋ